ኣንታ ስማዕ እስኪ ንሕና ንበልዖ ሲኢንና ንስኻ ካብ ሰብቲ ተለቂሕካ ፎቆዶ ክዕዞ ከቶ ትሕዞ። እዋ ኣንቲ ንመን እየ ደትሕዞ። እንድዒ እንተ ዝፈልጥ ንኩሰት ሒዝካዮ ምበልኩኻ። እዋ ትኽክል ንምዝራብ ቁማር ትጻወት ኢኻ ኣዲት ዘረባ። ኖኖ ነቶም ተጻወቲ ኺልካ እምበር ኣብ ግንባሮም ትጥቅዖም። እዋ ጓልዛ ሕንግዲ ኣበይ ረኺበ እየ በል ብ ግንባሮም ድጥቅዖም። እንታይ ፈሊጠ ንዓና የብልናን ትብል ኣብ ፈቀዶ ኩዕሶ ግን ኣለካ። ኣበይ እሞ
ኣበይ እሞ ንፖግባ ሓወይ እንተድረኽቦ ሽሕ ቅርሺ እዛ ግንባሩ ጥቃ ምውዓል እኮ ከመይ ትኾርምየኒ። መን እዩ ቦግባ እምበኣር ምስኡ ኢኻ ክትቋመር ትውዕል ዘለኻ። ኣንቲ
ብማርያም እስከ ሰላም መዓልቲ ክውዕል ንጉሆ ምድሪ ትቅርስስኒ። ኣታ ኣነ እምበር ቅርስስቲ ኣነ ቅርስስቲ ምሳኻ ዝተመርዓኹላ ክረግም እውዕል ኣለኹ። እሞ ዘይንፋታሕ

ተጠሊዐ ኡይ ክብል እየ እውይ ኣነ ሒዝስ ከኣ ኣብ ኣፈይ ውሽማ ከም ዝሓዝካ ክትዛረበኒ። ኣንታ ከመይ በልዋ ቢል ዋቅዒ ድኾነት ሰበይቲ እያ እምበር ከ ርእሲ ኣለኪ ዶ። ኣለኒ እወ ማንቸስተር ትብሃል ሰበይቲ ሒዝካ እዛ ሓዳር እዚኣ ብትን ክትብል ኣለዋ። ኣንቲ ኣንቲ ሰበይቲ ኣይኮነትን ማንቸስተር ማንቸስተር ናይ ዓዲ እንግሊዝ ጋንታ እያ። ደይ ንሳ ሓዳረይ ትብትን ዘላ ኦህ ክኸይድ ድኣ ኣነ። ኦህ ምኻድስ ትኽእል ኢኻ። ኣብ ገዛኻ ኮፍ ምባል ኢኻ ዘይትፈልጣ እምበር። እንታይ እሞ ኣሎዩ ዘረባ ክበልዕ ኢለ ምሳኺ ኮፍ ክብል። ምስ ከድካ ካብ ኩዕሶ ገንዘብ ትብላዕ። ኣነ ንዓኺ ክበልዓኪ እየ ከምዛ ናይ ስዋረዝ ክሳድኪ ነኺሰ ፈረጥ ከብለኪ እያ። ድሓን ንሱስ ንዓይስ ትበልዐኒ ኢኻ ክተብልዐኒ ኢኻ ዘይትኽእል እምበር። ዋእ ኣንታ እዚ ሓዳር መን ድዩ ኣለይ መለይ ኣለይ መለይ ድብሎ ደሎ። ዋይ ብፈጣሪ እታ ብፈጣሪ እምበር ካባኻ ሲ። ኦህ ሎማዓንቲ ገለ ሰይጣን እንድዪ ፈሲልኪ ገለ እኮ እዩ ፈሲልኩ ደሎ።
ኣነ ዝገርመኒ እኮ ኩዕሶ ቀሊዕኻ ዘይክኣልካስ ብዛዕባ ኩዕሶ ጸደብዘብ ምባልካ እዩ። ኣቲ ኩዕሶ ድኣ ቀሊዐ ኣፍኪ ምእተኹልኪ ከመይ ድብል ዋዒምታ ከይደ ኣለኹ። እዋ እንዳተዛረብኩ ከማ ኣይትኸይድን ኢኻ ስምዐኒ። ኣቲ ተመርዓኹኹ እምበር መልሓስኪ ብጀካ ዘረባ ካልእ ኣይረኣኹላን ባስታ።